ኣነ ሂወተይ ረኪበ በቃ ኣብዚ ሲ ብጣዕሚ እቲ ናይ ኩሉ ኩርናዓት ሂወተይ ዝነበረ ሕቶታት ብምሉእ ተመሊስለይ ማለት። እዚ ከኣ ሓወይ ዝፈጠርካና ዕድል ዝፈጠርካና ማራ ዓቢ ምስጋና እዩ ዘለና ከም ዮናስ ኣብቲ Thank you ዝነበርኩ ንሓው። ባሕሪ ክወጽእ ኢለ ዓቕለይ ይጸበ ዝነበረ ብምንታይ ክወጽእ ኢለ ወ እግዚኣብሔር ኣቦይ ኢለ ኢለ ሓደ ግዜ ኣብዚ ክወጽእ ለባም ሰብ ፍጠረለይ ዝብሎ ነይረ። ኣብ ለባም ሰብ ኣውድቐኒ፣ ኣብዚ ክወጽእ ተኾይነ ለባም ስለ ደልየ ዝብል ሕቶ ዘልዕል ነይረ ሽዑ ግዜ ርኢኻ። ብልቢ ብኣምላኽ ዝረኸብኩ ሓይሊ ጸሎት ገይረ በቃ እንታይ እየ ክገብር ካብዚ ኣብቲ ዝነበርኩ ቅድሚ ሕጂ ማለት እንታይ እየ ብኸመይ እየ ክወጽእ ዝብሎ ዝነበርኩ እዋንስ በቃ ኣምላኽስ ንዓኻ ከም ገለ ገይሩ ረኺበ ኣፍሒፍኩ ገይረ ከይበቃ ልብና ክሳብ ሕጂሲ ኣይፈለጥናያን ጸኒሕና ዋላ እታ ኣካል እዚኣ ምሳኻ እንዳተጓዓዘት ከላሲ እንታይ ከም ዘድልያ ዘይምፍላጥ ኣዝዩ ሃሲድና እዩ ጸኒሑ ነይሩ። ሕጂ ግን ልብና ግራትና ገርናዮ ኣለና ማለት እዩ። ነቲ ቀንዲ መንነት ከዳምጹ ጀሚሮም። ነዚ ንገዛእ ርእሶም ክሕሾም፣ ንገዛእ ርእሶም ሰላማዊ ክትረክብ ሰላማዊ ኢኻ ትረክብ ርኢኻ ነዛ ልብኻን ኣእምሮኻን ኢኻ ትከናኸን። ብጣዕሚ ጽቡቅ ትምህርቲ ኩሉ ዘይካሓድ ኩሉ ነንሕድሕዱ ደቂቃ ነንሕድሕዱ ዘየበላለጽ ዘየነጻጽር ዝበለጸ ትምህርቲ እዩ ነይሩ ማለት እዩ።
ስለዚ ነቤቱ ሓፍተይ ከብል ቅድሚ እዚ ክላስ እዚ ምጅማርክን ኣብዚ ክላስ ከዓ እንዳወዳና ኢና እሞ እንታይ ነገራት ቀይርኪ እንታይ ፍሉይነት ረኪብካ ንቤቲ
ሰላም ብልፅዕት ሰላም ቤተ ሃፍተይ ብዙሕ ሕቶታት ኣብ ሂወቱ ኩሉ ሰብሲ ብዙሕ ሕቶታት ኣለዎ ሕቶ ዘይብሉ ሰብ የለን ክምለሰሉ ዝኽእል ቦታ ግን ዝስእን ሰብሲ ብዙሕ ኣለምሽ ሕጂ ኣብዚ ቦታ ብዙሕ መስታት ረኺበን ሕቶታት ማለት እዩ ቦታ'የ ስኢነ ጸኒሐ እምበር ክቕየር ከም ዝኽእልሲ ተረዲኡኒ ማለት እዩ። ግን ቦታ ትስእን ምሽ እቲ ንዓኻ ክቐይረካ ዝኽእል ቦታሲ ትስእኑ። ሕጂ ግን ኣነ ስለ ዝረኸብኩዋ ግን ብጣዕሚ ብጣዕሚ ተሓጒሰ ምሽ ኣብ ህይወተይሲ ፍሉይ በቃ ከምዚ ሓዳሽ ሰብ ኮይነ ተሰሚዑኒ ንነብሰይሲ በቃ ሓዳሽ ሓዳሽ ቪድዮ ኮይነ ማለት
ቅድሚ ሕጅስ ከም እንታይ ነይሩ ንስልካ ሃለ ብጣዕሚ ርእሰይ ይሓምም ነይረ መርዘን ነይራትኒ ኣብ ኤርትራ ክልክስ ዳርጋ ከባቢ ሓሙሻ ዓመት ገለ ሰሳዕ እያ ሕጂ እንታይ ኢለ ይሓስብ ዝኾነ ምልክታት ክርኢ ከለኹ ሕጂ ዓይነይ ድሕብዙ ዝክለኒ ገለ ዝኾነ ነገር ምልክት ክርኢ ከለኹስ ጀሚራትኒ ሕጂ ክሓምም የለ ከይጀመረኒ ከሎ ብምልክት ጥራይሲ ጠሪፅየስ በቃ ሬዲ ኮይነ ይፀንሕ ነቲ ሕማም ሲ ተዳልየሉ ይፀንሕ ብዙሕ በቃ ተሳቅ ተሳቅ እየ ገለ ነገር ወላ ኣብዚ ምስ ስደት ምስ ወፃኹ ወላ ኣይገደፈትንን ሕጂ ግን ኣብዚ ለውጢ ርየ ብጣዕሚ ለውጢ ርየ ምሻሉ ኩሉ ግዜ ዝተሓስቦ እዩ ዝኸውን እምበር ኣይሓምምን እየ ደሓን እየ ኖርማል እየ ገለ ክብል ኣብ ዝጀመርኩሉ ርእሰይ ዝተመሓየሸ ርእሰይ ክገድፈኒ ጀሚሩ ካብ ጭንቀት ካብ ገለ ካብ ገለስ ናፃ ኮይነ ማለት እዩ ኣብ ገዲፋትና ክብል ይኽእል ዝበዝሕ ግዜ ሓምም በቃ ሓሳበይ ገለሰ ኣብ ዝኾነ ወላ ክወፅ ከለኩ ናብ ሰብሲ ሕጂ ከዓ ክሓምም ደ ኣብኡ ከይደ ገለ ኢለስ ይሓስብ ዝነበርኩሉስ ምሕሳብ ገዲፈ ኣብ ነፍሰይ ክሰርሕ ጀሚረ። ገሪፍ ኣብዚ ቦታ ሲ ኩሉ እቲ ሕቶታትኩም ሲ ክምለሰልኩም እዩ ኢለ ርግፀና ኮይኑ ተዛረብኩ ማለት እዩ ናይ ኣብነቲ ብዙሕ ሕቶታተይ ስለ ዝተመለሰ ቴንክ ዩ ፅነኢልኩም ስለዝሰማዕኩም ብጣዕሚ
ቴንክ ዩ ቤት ሓፍተይ ንሕና እውን ብጣዕሚ ደስ ኢልና ለውጥታት ስለዘኽሉ ለውጥታት ብምምዝጋብ ካብ ልቢና ንምስጋና የስ ቴንክ ዩ ቤት ሃፍቲ ቴንክ ዩ ካብ ልቢ ኢና ነመስግን መጀመርያ ካሊድ ሓወይ ብጣዕሚ እ፣ ኩሉ ትደልዮ እግዚኣብሄር ይፈፅመልካ ኣሜን ኩሉ ግዜ ኣብ ጎንኻ ኹን ናይ ብሓቂ ብሩኽ ሰብ ኢኻ ኣሜን መርሃዊት ሃብቲ
ኣነሲ እ፣ ንዓኻ ከምዚ ቆልዓ ኣለኒ ከምዚ ካብዞም ኣብቲዝምሲ ብዙሕ ትምህርቲ እተዊ እሰዊ ገለ ብለኒ ሰምሽ ኣይክእልን እየ ኢለ በቃ ፍፅም እየ ዘይኣቱ ትምህርቲ ይልምና ንገለመለምሽ ከምዚ ከምዚ ሓሚመ ሰሙን ኣብ ገዛ ኮፍ ኢለ ከም ተስፋ ቆሪፀ በቃ እቲ ተስፋ ቆሪፀ ኮፍ ኢለ ከለኩስ ከምዚ እግዚኣብሄር ከሎስ ከምዚ በቃ ከምኡ ተስፋ ቆሪፀ እዚ ቆልዓስ ምስ መን ክገድፎ ብስደት ገለ በቃ ሕጅስ ከምኣ ኢለ ከለኹሲ ናብዞም ናትና ናይ ቆልዑ ክትምህርስ መጺኻ ዙም ኣብ ኢደይ ጸኒሓ ከመይ ከምዚ በቃ ዝደልዮ እግዚኣብሄርሲ ኣካቢ ብተዘዋወረ ከም ዝህበካ እንዴ ሕጅስ ኣብ ኢደይ ኮላስ መጽያትኒ ዙም እተው ገለ ትልዋይ ገለ ኢለ ገዲፈያስ ኣልዒለያ ደሓር ክልተ ግዜ ኣልዕል ምስ ኣበልኩዋ ሰሚዐካ ማለት እዩ ንወድያት በቃ እንድዒ ፍሉይ በቃ ስምዒት ፈጢርለይ በቃ ከምዚ ኩሉ ትደልዮ ትገልፆ ሻዕ መዓልቲ የርእየካ ዋላ ኣብ ዩቱብ ከማ ርእየካ ይፈልጥ ስጋብ ትውድእ ሰሚዐካ ንዓ ኣሮን ሓወይ ስጋብ ዝውድእ ሰሚዐ ክመሃር ኣለኒ ገለ ኢለስኩም ሕጂ ሓንቲ ሓፍቲ ኣላ ተማሂራ ነይራ ክልተ ግዜ ኣብየ ከምዚ ኢለ ክመሃር ደልየ ትፈልጥ ኢለያስ መራሒት ክትመሃር ደልየ ክገለ ኢላ ንእወ እህ ኢላሃንስ እንድዕ በቃ እዚስ ንዓይሉ ዝመጥ ኮይኑ ይስማዕኒ ዘሎ በቃ ክፍትን እየ ገለ ባዕልኺ ክትለልኪ ዘለኽስ ክትፍትኒ ኣለኪ ገለ ኢላትኒ በቃ ከምዚ ሽዑ ዝቕየር ኮይኑ በቃ ተሰሚዕኒ ልዕ ፍሉይ ስምዒት ተሰሚዕኒ በቃ እታ ክልተ ሰሙን ድየ ገለ ሓሊፍኩም ንፀኒሕኩም ሸዓ ከዓ ኣትየ በቃ በቃ ፍሉይ እንታይ ከዓ መስለካ ኣብዚ ኮንፊደንስ ኣምፅኤ ድሓር ብዛዕባ ወደይ ክም ዝሓስብ ብዛዕባ ሰብ እየ ዝሓስብ ብዛዕባ ሰብ ጭና ሽዑ ንፅቡ ኣነ ብዛዕባ እንዳተጨነቕኩ ከዓኒ ዋይ እንተ ከምዚ ኮይኑ ተኮስኩዋ ንሕና ደኣ ንዓ ከምስ ነገርና ክገዲፍናዮ እንዲና ገለ ይብላ ሕጂ ምሻሎ ኣክንዲ ብወደይ ብነብሰይ ዝሓስብ ብሰብ ይሓስብ ነይረ ሕጂ ብነብሰይ ካልኣይ ነገር ከ በቃ ምስ እግዚኣብሄረይ በቃ ምስ እግዚኣብሄረይ ከ በቃ ሞት ኣብ መዓልቲ ከም ዝመፅእ ሕማም ኩሉ በቃ እግዚኣብሄር እንድሕር ሒዝካ ኩሉ ከም ዘሎ በቃ ለወዳት ካሌድ ሓወይ ብጣዕሚ በቃ እግዚኣብሄር ሓሳብ ልብካ ይስምረልካ ኣነ መግለፂ የብለይ በቃ ብጣዕሚ ከምዚ ብፍሕሹው ጀሚርካ ብፍሕሹው ስለ ትውድእ ከኣ ኣይስልችወንን እዩ ትብላስና ዝምም ኣይፈትን እየ ነይረ ብዘይከላዓለ ካብዚ ንላዕሊ ዝገልፀ የብለይን ሀሳብ ልብካ ኣሜን ይስምረልካ ከምኡ ኣሜን ውን ኣሜን ሓወይ ብጣዕሚ ብጣዕሚ በቃ ብእግዚኣብሄር ተራኣኽካ ንሰብ ኢኻ ቴንኪው የቐንየለይ ካሊድ ሓወይ ሕንኪ መርሃዊት ሓፍተይ ካብ ክብረት ሃበለይ ካብ ብልቢ ኣነ እውን ደመስግነኪ ከመይ ኢልኩም ኣሕዋትና መዓዝ ዝብቅዓና ነመስግን ካብ ይግረ ተስፋ ቆሪጡ ዝነበረ ሂወት እንታይ ምዃኑ ከም ንኣብነት ኣብ ቀላይ ባሕሪ ከም ዘለካ ይርዳእካ ግን ቤን ትወፅእ ኢልካ ትሓስብ ከለካ ትወፅእ እቲ ናበት ሂወት ፀሎ ኢኻ ግን መውፅእ ትደሊ ከውጻካ ዝኸዩ ንሽዑ ሰብ ትደሊ ሃኒ መገዲ ክርእየካ ደሊ ሕጂ ንኹላ ናብዚ ኣብ ቀዳማይ ዙርያ ጀሚርካ ኣብ ዓሰርተ ሓደ ዙርያ ሕጂ ዓሰርተ ክልተ መገዲ ኢኻ ትርእያ ዘለካ ካልድ ሓወይ ሃኒ ኩሉ ሰብ ከም ዝበልካ ሰማንያ ሓሙሽተ ሚእታዊ ተፃዒንና እዩ ሰማንያ ሓሙሽተ ሚእታዊ ተፃዒንና እዩ እሱ ሓቂፍና ንኸይድ ነርና ሕጂ ትኸይድ መሰከት ሕጂ ሂወት ፀልያ ክትቕየር ትደሊኻ ሕጂ ዝውጣካ ትረክብ ትረክብ ኣብቲ ዘለካ ዙም ክትወጽእ ትደሊ ሕጂ ካልድ ሓወይ ኣብቲ ዝነበረና ዙም ኣውጽኻና ሕጂ ናይዚ ብዙሕ ኣድና መጀመርካ ኣብ ዓሰርተ ክልተ ሕጂ ኖርማል ጠመካ ውን ግን ምስ ግዜ ከመይ ክኸውን እግዚኣብሔር ጥራይ ዝፈልጦ ብኣመይተስ ዝበለትኒ ጓል ዝሓሰብኳ ነዚኣ ከምዚኣ እግዚኣብሔር ኣብ መፅሓፍ ቅዱስና እኳ ሓምሳ ሚእቲ ኩንታል ገይርዋ ሕጂ እኸይን ሕጂ ኣቦታ ተሳሊመ ከይደ ዮናስ ነዚያ ክንዚ ኣኽል ክንዚያ ዝገበረ እግዚኣብሄር ዝብል ኣብ እብነ ይመፅና ቦታ ከይደ ነይረ ተሳሊመና ሕጂ ንሕና ኣብቲ እንታይ ባህል ኣውፂኻና ካልቲ ሓወይ ልክዕ ኣውፂኻ ምስ ምንባር ከም ዘሎ ለሚንካ ካብ ዝምሃብ ምዃኑ ኣሪእኻና ንኩላና ብዘለና ኣብ ቀዳማይ ጀሚርካ ኣብ ዓሰርተ ሓደ ክብረት ይግበኣካ እቲ ክብረት ብደብ ርከቦ ይሃኒ ኣሜን ኣሜን የቀኒየለይ ግዳታ ንኩላና Thank you, መገዲማ ናህሪ። መሪሕኻና ካል Thank ሓወይ you so much. ልዕሊ ዝንታይ ክብረካን ትሕትናኻን ርህራኻን ርህሩ ኢኻ ሪኻኒ ንሰብካ ገንዘብ ኣይትድና ግን ንሰብ መገዲ የማናት ትደዞ እሱ ይትሰዓይ እቲ ዝባርኽ እግዚኣብሔር እዩ ነቲ ዝሕዝካዮ ዘለካ ከም ዝባርኸልካ ይኣምን እየ ካልደይ
ንኩላና ዝሓብካና ነዚም ኣሜዚን ሕዋትና ፈጢርና እቶም ጥንኩራት ኣብ ጥንኩራት እዮም ዝኸውን ሕጂ በዚ ንኸይ ዘለና ጥንኩራት ሰባት ኢና ንኸውን ንዓኻ ትመስል ሰብ ካብዚ ክትረክብ ሪኻ ቀደማዊ ርበቱ ነርካ ግን እሳ ኣነ ያውል ነረ መንሰብ ንገዛ ምስ ነብስና ምስ እግዚኣብሔር ዓሪቀና እጃኒ ሞር ንነብስካ ትፈትዋ ሞር ምስ ነብስካ ትዕረ ሞር ኣብ ውሽጥካ ንገዛ ርእሰይ ከምዚ ለካ ክሰምዓ ጀሚረ ሎሚ ወላ ነቲ ሓሳብ ክፈላለዩ ጀሚረ እዚ ካልእ ዝፈጠርካና ዕድል ዝፈጠርካና ማራ ዓብ ምስጋና ዘለና ከም ዮናስ ኣብቲ Thank you, ዝነበርኩ ንሓው። እኮ ባሕሪ ክወፅእ ኢለ ዓቕለይ ፀበ ነበር ብምንታይ ክወፅእ ኢለ ወይ እግዚኣብሔር ኣቦይ ኢለ ኢለ ሓደ ግዜ ኣብዚ ክወፅእ እ፣ ለባም ሰብ ፍጠረለይ ዝብል ነይረ ኣ- ኣብ ለባም ሰብ ኣውድቐኒ ኣብዚ ክወፅእ ተኮይነ ለባም ስደደለይ ዝብል ሕቶ ዘልዕል ነይረ ሽዑ ግዜ ሪኢኻኒ እቲ ህይወት ፀልኦ ነይረ ግን ኣብቲ ህይወት ክወፅእ ተኮይንኩ ኣብ ለባም ሰብ ኣብ ዝቐኒ እንታይ ይብል መጽሓፍ ቅዱስ ለባም ሰብ ተኸንካ ኣብ እግርኻ ተሓቅቅ ተመላለስ እዩ ዝብል እዚኣ ዘረባ እዚኣ ወላ ንዓኹም ክብለኩም እዩ ኣነ ንጉስ ተበሎም እንታይ ክብሉ ከሉ ዘእግዚኣብሔር ክትኸስቦ ጥበብ እዩ ዝምህረካ መገዲ እቲ ዘይትፈልጦ መገዲ ዘርእየካ ሕጂ ንኻልድ ሓወይ መጺና ኣብዚ እቲ ዝህበና ብግብሪ እንተጌርናሉ ሕጂ ዘይኮነ በብኡ ዝሰርዕ ይሃኒ ምስጋና እናገበርካ እናገበርካ እቲ እግዚኣብሔር ንቅድሚ ተገና ዘይንዕወተሉ ነገር የብልናን ክብረት ኣለ ተንኪ ካልደ ማርያ ዘመስለካ ባርነት መገዲ ሓቂ በኒሕካኒ ኣለካ እናተሓጎስኩ ከይድ ደስ ተንኪ ካልደ ሓወይ ክብረት ሃበለይ Thank you ዮና ሓወይ ኣነውን የኽብረለይ ካብ ልቢ ከመስግነካ እደሊ። ናይ ብዙሓት ሰባት ህይወት ዝቕይር ዘሎ ንመበል ዓሰርተ ክልተ ዙር ዝካየድ ሱር በተኻዊ ለውጢ ንኩለንተናዊ ዕብየት ዝተሰምየ ስልጠና ምዝገባ ጀሚርና ኣለና ኣብዚ ታሕቲ ዘሎ ነምበር ተጠቒምኩም ክትምዝገቡ ትኽእሉ ኢኹም ክላስ ራኸብና። ኣነ እኳ መጀመርታ ቴንክ ዩ ኣሬ ሓወይ ወላ ካሌብ ከኣ ከምዚ ምሻሎ ሓደ ሓደ ግዜ ኣይርዳኣኒን ኔሩ ከምዚ ብቆልዓይ ከለኹ ወይ ድማ ኣብ ገዛናሲ ከምዚ ምሻሎ ብሕንቃቐ ብክስታይ ማለት ናጽነት ዘለዎ ትዛረብ ዝስሕቕ ጻወት ፊል እቲ ስምዒቱሲ ናጻ ኮይኑ ዝብል ገለ ከምኡ እየ ነይረ ድሓር ስደት ምስ ወጻኹ ግን ከምዚ ከይተረዳእካ ምሻሎ እቲ ናይ ውሽጥኻ ከምዚ ማራ ሕጉስ ውዑይ ከምዚ ምሻሎ ኦፕን ክስታይ ዝነበርካ ከይተረዳእካ ትዕጾ ኢኻ ኣነ ኣብዚ መፅኤ ዝረኸብኩ ወይ ድማ ዝሐጎሰኒ ሲ ከምዚ ምሻሎ ከምኡ ናብ ከምኡ ክምለስ ወይ ድማ ገለስ ተስፋስ ኣይነበረንን ከምኡ ክምለስ እየ ወይ ድማ ሳምራዊት እታ ናይ ብሓቂ ዝነበረት ሳምራዊት ንዓ ክሪያ ወይ ድማ ከስተማቕረ እየ ኩሉ ስምዒታታ ወላ ሓጎሳ ኩሉ ሲ ኢለሲ ሓሰብክዎ ነይረ ኣብዚ ክላስ ምስ መፃኹ ግን ነታ ረሲዐያ ዝነበርኩ ሳምራዊት ወላ ክርእያ ዘይኮነሲ ክብላ ጀሚረ ቀሪበስ ከስተማቕራ ጀሚረ ወላ እኳ ከምቲ ናይ ቁልዕነት ከምቲ ምሻሎ ከምቲ ብቑልዕነትካ ወይ ድማ ብክስታይ ከለኻ ዝነበርካዮ ክትከውን እንተዘይከኣልካ ግን እ። ናኡስ ትብል ኢኻ እቲ ክስታይሲ ትረኽቦ ኢኻ ስለዚ ኣነ መጀመርታ ቴንክ ዩ እታ ረሲዐያ ዝነበርኩ ቆልዓ ሳምራዊት ስለዘላለኻኒ ካልኣይ ነገር ከዓ ብጣዕሚ ከምዚ ምሻሎ ሓደ ሓደ ግዜ እዚ ክላሲ ጃስ ካብ ስራሕ ምፅእ ኢለ ኤርፎን ገይረ ገለ ክሰምዕ ገለ ይኣቱ ምሽ እንታይ ይኸውን ብካልእ ክስታይ ዊዒልካ ወይ ድማ ድብር ገለ ኢልካ ወይ ድማ ተፀሊእካ ወይ መፂእካ ኣብዚ ክትሰምዖ ከለካ እንታይ ይኸውን ሓዱሽ ክስታይ ይፈጥረልካ ሓዱሽ ስምዒት ይፈጥረልካ እዚኣ ከዓ ካብ ኩሉ ኤክስ ካብ ኩሉ ዘጋጥመኒ ነገር ደስ ይብለኒ ዝነበረ ስራሕ እንዳኸድኩ ይሰምዖ ምሽ በቃ ኣብ ስራሕ ሕጂ ገምጠልጠል ይበል ሰብ ወላ ሓደ ጥቃይ መፂኡ ሙሉእ ክስተ ያራግፍ ኣብ ቪድዮ ከዘይ ሰምዑ ሳምራይ ትብለኒ ኣይሰማዕኩኻንኪ ጥራይ ሕለፍ ስጠኢልካ ገለ ይብሎ ብጣዕሚ ከምዚ ምሳሎ ብስምዒትካ ሳባኻ ክትነብር ወይ ድማ ኣብቲ ናይ ብሓቂ ስኻ ትደልዮ ክትብል ኣብልካ ኣይሆብ ከምኡ ከዓ ክንቅፅሎ ምጅማር እንዲ ዘላ ኣይነው ብሕጂ ዝቐፅል ኣሎ ግን ተን ኣብ ቴሌግራም ዘለዋ ቦይስ ንዐ እንዳሰማዕና ሓንርቢት ክንገብሮ ኢና ቢዩቲፉል የስ Thank you. ቴንክ ዩ ሳምራ ሃፍተይ ክብረት ሃበለይ ቴንክ ዩ ሶ ማች ከመይ እያ ምስኹም ኣሕዋት ሰላም ድ ሰላም ሰሚ ሓወይ ኣልሓምዱላ ኣሜዚንግ
ኣነ ሂወት እየ ረኪበ በቃ ኣብዚ ሲ ብጣዕሚ እቲ ናይ ኩሉ ኩርናዓት ሂወተይ ዝነበረ ሕቶታት ብምሉእ ተመሊስለይ ማለት ኣሜዚንግ የስ
ሕጂ ኣብዚ ሲ ከምዚ ናይ ምስጋና ጠራዚ ከማን ነርኒ ናይ ምስጋና ከምዚ ኣነ ክስታይ ኣነ ድንቂየ ገለ እንዳልኩ ሓንቲ ከኣ ከምዚ ክረክቦ ዝደሊ እዚ ግን ብ ኩሉ ሰለስቲኡ ኣንጻር እዩ ኔሩ ከምዚ ብሕርቃን እየ ዝገብሮ ከም ጠቅሚ ከም ደለዎ እፈልጥ ከይገድፎ ከምዚ እሱ ኣነ እሱ እየ ደሊ ኢለ ይገብሮ ኔረ ያ የማርር በቃ ክልተ መዓልቲ ሰለስተ መዓልቲ እድርብዮ ብድሕሪኡ ከኣ ተመሊሰ ከኣ እጅምሮ እቲ ደመስግኖም ምምራር እቲ ኣነ ኣነ ከምዚ እየ ድብሎ ከዓ ከምዚ ንውድቀት በቃ ብምምራር ገብሮ ነይረ ኣብዚ ኣዝዩ ደሚቕለይ ማለት እዩ ፅቡቕ ገይረ ተረዲኤ ብርድኢት ክገብሮ ጀሚረ እቲ ምስጋና ናይ ስምዒት ከዓ እቲ ፍሊን ከመይ ገይረ ጠጠው ኣብሎ ኣብኡ ከዓ ኣዝዩ ብጣዕሚ እዩ ሓጊዙኒ። ካልእ ኣብዚ ናይ ናይ ምስጋና ብፅቡቅ እቲ ኣፀሓሕፋ ሲ ጋባብ ኣፀሓሕፋ ብጣዕሚ ፅቡቅ ክስታይ ረኺበሉ ካልእ ከዓ ክቕበል ጀሚረ ኩሉ ነገር ከምዚ ስለምንታይ ተፈጢሩ ስለምንታይ ከምዚ ኮይኑ እዚ ከምዚ ዘይብለይ ገለ ኢለ ብጣዕሚ እየ ደማርፍ ነይረ ኣዝየ ምስ ውጋር ኣጭዋካ እባሳጨ ነይረ ኣብኡ ሕጂ ብጣዕሚ ተቐይረ ማለት እዩ ኩሉ ተፈጥረ ፈጠር ኢለ ኣስተብል ሞ ከምዚ ኩሉ ነገር ሰላም ረክ ኩሉ ነገር ምስ ኣበልኮስ እቲ መንገድታት ክፍትፍት እብለለይ ደስ ቢሉ ፎ ኣብዚ ህይወት ረኺበ ብጣዕሚ እየ ደመስግነኩም ካልድ ሓወይ በዚ ኣጋጣሚ ኣሮን ንክልቲኹም Thank you ብጣዕሚ እየ ደመስግን ቴንኪዩ ተሚ ሓወይ ኣብ ልቢ ነመስግነካ ብልቢ ብኣምላኽ ዝረኸብኩካ እዩ ጸሎት ገይረ በቃ እንታይ እዩ ክገብር ካብዚ ኣብቲ ዝነበርኩ ቅድሚ ሕጂ ማለት እዩ እንታይ ብኸመይ እዩ ክወፅእ ዝብሎ ዝነበርኩ እዋንስ በቃ ኣምላኽስ ንዓኻ ከም ገለ ገይረ ረኺበ ኣብ ፌስቡክ ገይረ ረኺበ በቃ ስኢለ ጸሎት ይገብር ነይረ ርእሰይ ኣብ ፅቡቕ ዘይሓስበሉ እዋን እዩ ነይረ እንታይ ክገብር ኢለ ኣብ ዝሓተትክሉ ንፈጣሪ ግን ብልቢ ክዘውር ክብል ኣብ ገለ ረኺበካ ናይ ወትሮ ሓሙስ ክትብል ረኺበካ ቁም ነገር ናይ ብሓቂ እታ መዓልቲ ብጣዕሚ እዩ ዘመስግኖን ፈጣሪ ከምዚ ኢለ Thank you so ክዛረብ much. ከማንስ እስኪ ኢለ ርኦ እሞ ኣብቅዕኒ ማለት እዩ በቃ እንዲ ኣነ እ፣ ውሽጠይስ ሕጂ ሜዲቴሽን ክንገብር ፀናሕና እስኪ ከምዚ ምሽ ፅፉፍ ገዛ ምሻላ ፅሩይ ገዛ በቃ ፅሩይ እ፣ ዝኾነ ነገር ዘይብሉ ከምኡ ዓይነት ገዛ ክረኣየን ፀኒሑ ፍኹስ ዝበለ ገለ ቅድሚ ሕጂ ዋላ ኣስበይ። ዓይነይ ተተዓመት ክስቲ ውሽጠይ እውን የፍርሓኒ ነይሩ መኪለኩም ነይረ እህ። ሓደ ግዜ ኣነ ሃወይ ያ። ዋላ ዓይነይ ተጣዕሚተ ስፈርሕ ዝበልኩም ዋላ ንሱ ተቐይሩ ንጎን ምሸትን እዩ ዝገብር ስሚስ። እ፣ ከምዚ ሜዲቴሽን ክድቅስ ከለኹን ንጎሆ ተሲኤ ምንቅስቓስ ምስ ወዳእኹ ናብኡ ይኣቱ ማለት እዩ። እዛ ሳምናይ ብጣዕሚ ዘርግያስ በቃ ለውጢ ርእየ ማለት እዩ ኣብ ነብሰይ። እቲ ዘፍርሓኒ ዝነበረ ኩሉ ተኣልዩ ምስ ድሕሪ ግዜ ከመይ ዝበለ ክስታይ ኮይኑ በቃ ጋል ደሃወይ amazing yes ብሓቂ ኣነ በቃ ልኡኽ ናይ ፈጣሪ ንዓይ ዝተዋሃብካኒ ኢኻ እሞ የኽብረለይ ክብረት በቃ ተሃብለይ እ፣ ናትካ ናትካ ክሳይ ንብለሉ ከዓ እ፣ ግዜ የምፅኣልና ናይ ብሓቂ ኣሜን ምሽ ኣሜን መምህርና ኣሜን ኢልና ንብለሉ ግዜስ የምፅኣልና ንመን እዩ ዶ ብጣዕሚ እየ ኣድራይታ ኣሜን ዘመስግነካ ኣሜን ኣሜዚንግ ዳስ ግሬት ኣነ እውን ካብ ብልቢ እየ ደመስግነኪ ኣነ ክብረት ሃበለይ ኣነ ክብረት ሃበለይ ቴንክ ዩ ቴንክ ዩ ቴንክ ዩ ካልድ ሓወይ ብጣዕሚ ብጣዕሚ እንዳመስገና ኢና ካብ መጀመርታ ክሳብ እዚ ሕጂ እዋን ሻሎ ደስ ኢልካ ትሰምዖ ነገር ምዃኑ ብጣዕሚ ደስ ይብለና ኣነ ኣሜዚንግ ኣረኖ እቲ ዝደልዮ ነበርኩ ናተይ ክስታይ ናተይ ሓሳብ ረኺበዮ ምሻሎ ክመሃር ኢለ ካብ ዝጅምር ፐርሰናል ዲቨሎፕመንት ምኻ ኩሉ ግዜ ኣብ ዩቲብ ስለ ዝሪኦ ነበርን ናትካ መፅኤ ከዓ ስለ ፕራክቲካል ስለ ዝረኣኹ ብጣዕሚ ዓጊበ ደስ ኢልኒ
ብጣዕሚ ደስ ኢልኒ በቃ እዚ ብደይ ማይ ዝስተ ነገር እዩ ብደይ ቀርዓ በቃ እዚ ኣብ ማንም ከድካ ይትረኽቦን ኢኻ ብጣዕሚ በቃ

መምሃራን ኩላ ካባስ ምስ መምሃራን እየ ዝሰርሕ ኣሲሰንት ኮይነ ንመምሃራን ሲ በቃ እንታይ ጌርኪ ገለ ክብላ ንጀሚረ ናብዚ ወርሒ ወላ ዓይነይ ገለ ደቂ ከምዚ ደቂ ኣይኮነን ግን ድራማ ዝእከበሉ ኣብዚ ላዕሊ ነይርኒ
ወላ ዓይነቱ ተቀይሩ ገለ ብላኒ ከጥርም ጀመርኩ ሕጂ እታ መዲተሽንስ ክትዕቅብዋ ደስ ትብለኒ That's beautiful, ብዙ ያዳ amazing. ስራሕ ስራሕ ትሰርሓሉ Look, you're, you're right. ጽቡቅ ኣለኺ ክበረት ሓፍተይ እንኳዕ ከ ከምዚ ኢልኪ ኤነርጂ ሓዲስኪ ሞር በሪህኪ ረኣናኪ እሺ፣ ዓምብብልና ፍረይልና ከዓ በቃ ጽገይልና ቢዩቲፉል ናይስ Thank ቴንክ ዩ you. ሶ ማች

ኣባይ ጥራሕ ዘይኮነ ተሓፂሩ ዝተርፍ ሲ እዚ ትምህርቲ እዚስ ጀነሬሽን እንዳቐፀለ ከም ዝኸይድሲ ይረኣየኒ ከምዚ ኢማጂኔሽን ኢልካ ዝምሃርካና ከምዚ ኣብ ደቀይ ተመሓላልዮ ካብ ደቀይሲ ናብ ደቀይ ከምኡ እንዳለስ ንፁህ ሕልና ዘለዎ ሰብ ፈጢርካ ኢኻ እሞ ቴንኪዩ ካብ ብልቢ የመስግነካ ሃለድ ሓወይ
ጀሚርናዮ እምበር ወዲእናዮ ኣይኮና ቀፃሊ ጉዕዞ ሂወትና ከዓ እንዳተመሓየሽና ብርድኢት እንዳነበርና ከም ንኸይድ ይኣምን ቴንክ ዩ ሶ ማች ብጣዕሚ
ብሮት ሃበለይ የኽብረለይ ካብ ብልቢ እየ ደመስግና ሎን thank you so much thank you ፈጣሪ ሓግዝ። ማለት ነቲ ልብና ሲ ግራትኩም ጎርዎ ኮም ኢልኩምና ብልክዕ ልብና ክሳብ ሕጂ ሲ ኣይፈለጥናያን ፀኒሕና ዋላ እቲ ኣካል እዚኣ ምሳኻ እንዳተጓዓዘት ከላ ሲ እንታይ ከም ዘድልያ ዘይምፍላጥ ኣዝዩ ሃሲና እዩ ጸኒሑ ነይሩ ሕጂ ግን ልብና ግራትና ገርና ኣለና ማለት እዩ ብሰንኪኹም ማለት እዩ ናባኹም ስለ ዝመፀና ከዓ እዚ ረኪብናዮ ማለት እዩ ዝበለፀ ሂወት ማለት ሓደ ሰብ ዋላ ኣብዚ ሲ ዓውዓው ኢሉ ሰብ ክዛረብ ኣይትሰምዕ ወይ ዝኾነ ኣብ ዝኾነ ክዘራረብ ከሎ ብህድኣት ብርድኢት ኩሉ ነገር ብትሕትና ባቂ ኣብ ካልእ እኮ ንሪኦ ኮይና ወይ ዝኾነ ነገር ስንሰምዕ ኢና ማለት እዩ ግን ኩሉ ግዜ ብዛዕባ እዛ ነብስኻ ጥራይ ሓላፍነታዊ ናይ ነብሲ ጥራይ ምዃን ጌርኩም ብጣዕሚ እቲ ርድኢትን እቲ ንኸዶ ጉዕዘን ብልክዕ ምሄርኩምና ቁመኒ ንወለደታት ማለት ንወለደ ንሕና ወሊድና ሕጂ ቆልዑት ሒዝና ገለ ንሕና እውን ከምኡ ኢና ክነመሓላልፍ ማለት ኣሜዚንግ ዳስ ቢዩቲፉል ናይ ፋሚሊ ገዛ ሲ ንስኻትኩም ሓላፍነታዊ ናይዚ ኩሉ ሰብ ኣብ ዘሎ ኢኹም ንስኻትኩም ውፅኢት ናትኩም ማለት እዩ ንኸውን ዘለና ስለዚ ምስጋና ይወሰነ ይብሉ ማለት ሰብ ብጣዕሚ ብጣዕሚ እየ ደመስግነኩም
ኣብቲ ዝለዓለ ደረጃ በፂሕኩም ከዓ ካብ ዘለኹሞ ንላዓል ማለት እዩ ክንሪኦኩም ንደሊ ኩልና ብሓባር ክንዓቢ ኩልና ሓላፍነታዊ ሰባት ንከውን ገይርኩምና ኩሞኒ ዝያዳ ሓላፍነት ከዓ ንስከም ኣለና ማለት እዩ ቴንኪዩ ክብረት ሃበልና ካብ ብልቢ ነመስግነካ እንደሊ እምነት ሓወይ ኣነ ናይ መወዳእታ ግደ ክብለኩሞ ሽዑ ከቢያ ኢልካ ትወፅእ ትኽእል ኢኻ ካብ ልቤ ደመስግነካ መጀመርታ ዕረ ነው ብሎ ዝኽእል ኣነ ኩላትኩም ከምቲ ትፈልጦ ካብ ሳልሳይ ባች ክሳብ እዛ ሰዓት እዚኣ ዝኾነ ኣጋጣሚታት እየ ንካልእ ረኪበ እሞ ከዓ ክሳብ እዛ ሰዓት እዚኣ ናይ ባዕልካ ሂወተይ ኣብ መንገደይ ኩሉ ግዜ እናተሓጎሱ ኩሉ ግዜ ንሂወተይ ናይ ብሓቂ በቃ ንነብሰይ ቅድሚ ሕጂ ዘይዕውት ወይ እውን ቅድሚ ሕጂ በቃ ተመሊሰ ብዛዕባ ሕሉፍ ክዝክር ከለኩ ቅድሚ ሕጂ ብጣዕሚ እየ ድቀውዞ ነረ ብጣዕሚ እየ ድሓዝን ነረ ብጣዕሚ በቃ ካብ ክበሃል ዝኽእል ንላዕሊ ከላሓዊት ዝግሮ እንተ ደኣ ከነቃፅል ከለና ወላ እንዳበኸኹ ተዛሪበካ ነረ እቲ ናይ መጀመርታ ናና ኣብዚ ሰዓት እዚ ብዛዕባ ዝሓለፈ በቃ ዝኾነ ዝስምዓኒ ትምህርቲ ጥራሕ እዩ ካልእ ሓደ ነገር ብዛዕባ ዝሓለፈ በቃ ትምህርቲ ጥራሕ እዩ ዝስምዓኒ ጣዕሳ ዶ ዝበሃል ዝኾነ ዝበሃል ነገር ኣይስምዓኒ ኣነ ካብ ብልቤ ደመስግነ ከማት ገሊፅካ እዚ ትብሎ ነገር ኣይኮነ ሳብዛ ሰዓት እዚኣ ሳላኻ ሳላ ተዝኸፈትካና ባይታ ንዓይ ብፍሉይ ከላይ ንዓይ ከዓ ብፍሉይ ካብቶም ትገብረለይ ነገራት ካብ ልብ የደመስነካ ኩላትኩም ካብ ዘለኹም ኣሕዋት ከላይ ፅኒድኩም ዝተሰሙና እንደን ኣነ ድሌተይ ክብል ሓሳባተይ ክገልፅ ከምዚ ካል ሓወይ ዝበሎ በቃ ዝኾነ ነገራት እውን ክጋገ ክእል ኾነ ብዙሕ ነገራት የዛርብ ብዙሕ ነገራት ንስኻትኩም እውን ገዲኹም ምዕባይ ኢኹም ገዲኹም መሰተ ኢኹም ገዲኹም ከዓ ሕተይካ ክትህሉ ተኽእሉ ትኾኑ ኢኹም ግን በቃ ኩሉ ሰብ በቃ ፅን ኢሉ እዩ ሰማዕኒ ናይ ብሓቂ በቃ ኩላትኩም ኣኽቢርኩም ዝኾነ ፍሉይ ዓይነት ትሕትና ኢኹም ትብሉና ኢቨን ከተመስግኑ ከለኹም ደስ ኣይብለኒ ማለት ካብ ትስኻትኩም ንዓይ ተመስግ በቃ ተኽብሩኒ ካብኡ ዝበለፅ ዋላ ሓደ ምስጋና የለን እዩ በቃ ሰመዚ ስለዚ ኣነ ካብ ብልበይ ደመስግነኩም ካብ ንሓወይ እውን ብዓብዪ ካኒ ናይ ሶነ ሶነ ካኒ ዝኾነ ባይታ ከፊት ትብላ ኣለኹ ኩላ እታ መንገዲ እቲኣ ስለ ዘይወጻኹዋነ በቃ ኣብዚ ሎሚ ኮይነ ክሕጎሰላ ንነብሰይሲ በቃ ደስ ኢለ ንድጓዕዛሲ በቃ እታ መንገዲ እቲኣ ስለ ዘይበተኽኩወ ኢለ ይሓስብ ስጋብ ዘስዕብ እንተዝበትካ ነይረ በቃ ዝኾነ ነገራት ክህሉ ክእል ኸውን ኢለ ይሓስብ ግን በቃ በታ መንገዲ እቲኣ ስለ ዝመፃኹ ኣብታ መንገዲ እቲኣ ክሳብ ዘስዓትን ንቅድሚትን ከዓ በቃ እታ መንገዲ እቲኣ እንተ ስለ ዝሓስብዎ ኢለ ይሓስብ ክሳብ ዘስዓ እዚኣ ደስ ኢልኒ መዓልታ ወቅ በቃ ቅድሚ ሕጂ ግዜ ማልያ ዘይብሎም ነገራት የደልፍኒ ኣብዚ ሰዓት እዚ ግን በቃ ዝኾነ ዲሲፕሊን እየ ዝረክበላ ነብሰ ብጣዕሚ ዋላ ሓድሓደ ግዜ ግር ይብለኒ ሳላ በቃ ትማለስ ከምዚ ስለ ዝገበርኩ እዩ በቃ ቅድሚ ሕጂ ዝኾነ ዋላ ኣነ ካብ ክብለኩም ዝኽእል ንላዕሊ ዲሲፕሊን ገይረ ብዙሕ ለውጥታት እውን ኣብ ነብሰይ ርኤ ካብ ክብለኩም ዝኽእል ንላዕሊ ከላሓወይካ ካብ ልቢ እየ ዘመስግነካ በቃ ንዓይ ሓወይ ደኣ እምበረይ ከይዳ እምበረይ መምህረይ ኢለካ ይፈልጥኒ እየ ክብለካ ከኣ ይደልን እየ ከይርሓቐካ

እቲ ኩሉ ዘይጎሎ ምሉእ ድኾነ ፈጣሪ ከኣ ንሕተትዎ ኢኹም ታይ ትሰኣኑ እንተ ሓቲትኩም ክወሃበኩም ስለ ድኾነ ናብኡ ንገድፎ ክብረት ሃበለይ ጋይስ ኣብ ዝቅጽል ምዕራፍ ክሳብ ንራኸብ ሰናይ ሰላም ንዓኹም Thank you so much ኣነ ናብ ኣሮነይ እገድፈኩም እየ ጽባሕ ከራኽበና እዩ ባይ ባይ ጋይስ። ናይ ብዙሓት ሰባት ህይወት ዝቕይር ዘሎ ንመበል ዓሰርተ ክልተ ዙር ዝካየድ ስሩዕ በተኻዊ ለውጢ ንኹለንተናዊ ዕብየት ዝተሰምየ ስልጠና ምዝገባ ጀሚርና ኣለና ኣብዚ ታሕቲ ዘሎ ናምበር ተጠቒምኩም ክትምዝገቡ ትኽእሉ ኢኹም ክላስ ራኽበና።